ሰላም ሰላም ናይ ሞጎ ዩቱብ ቤተሰብ ተኻታተልቲ ከመይ እኒኤኹም ዳሕና ዲኹም ኣነ ዳሕና እየ እግዚኣብሔር ይመስገን ከምቲ ኣነ ዳሕና ለለኹዎ ዳሕና ክትኮኑለይ ከዓ በዓልቲ ሙሉእ ተስፋ እየ ሎማዓንቲ ከዓ ብሓድሽ ቪድዮ እየ መፅኤኩም ማለት እየ ሓድሽ ቪድዮ ተኣዩ ተይልኩምኒ ኣይጠቅሚ ኣይጠቅሚ ንብለክን ደቂ ኣንስትዮ ኣሕዋተይ ቀልዲ ላመሰለክን እዩና እስኪ ብተግባር ከርእየክን ካብኡ ከዓ ሒዝክን ኣይትምጻኣ ከዓዲ ዓረብ ክዳን ሒዝክን ኣይትምጻኣ ንብለና ብምኽንያት እዩ ደቂ ዓበይቲ ማዕረይ ኣዮ ንዓዲ ዓረብ ክዳን ዋጋ ከምለይብሉ ሎሚ እየ ርእየ ግን ካብ ልኽደኖ ልበዝሕ ኮፍ ልብል እዩ ልበዝሕ ማለት እዩ ደቂ ዓበይቲ ረዮ ምንም እዩ ጥቕሚ ዘይብሉ ምንም ማለት እዩ ምንም ኮተት ጥራሕ ምንም ምንም እና ደቂ ዓበይቲ ከርእየክን እየ ክዳውንቲ ኢሎም ማዕቲ ጥቕሚ የብሎሚ ረዮ ረዮ ክዳነይ ተምፅኣ ትበሃል ተለኽን ትኹርያ ሓወተይ እስቲ ረዮ ምንም ጠቅሚ ዘይብሉ ክዳውንቲ ማለት እዩ ረዮ ኣነሲ ግርም እዩ ልብለኒ ብጣዕሚ ረእዎ እቲ ክዳውንቲ እዚ ረእዎ ብምልኡ ረእዎ ምንም ጥቅሚ ከምለይብሉ ክዳን ንዓዲ ዓረብ ማለት እዩ ረእዎ

ታይ ፋይዱ ታይ ጥቕሙ ረይዎ እዚ ህዚ ውሕድ ይመሰለ ቪድዮ ወዶ ረይዎ ስኢሉሲ ኮተት ጥራሕ ምንም ሓደ ሰብስ ተኸዲኑ ፅብቅ ክብል ይኽእል ረይዎ ኣብዚ ከዓ ማለት እዩ እዚ ህዚ ክዳውንትሲ ታይ ክገብሮ ደቂ ዓበይ እናሲ ደቂ ዓበይቲ ረይዎ ስትዚ ታይ ግበር ታይ ግበር ካብኡ ካዓ ምሳይ ይስክዕ ፀፉ በእውነት ናማነየ ለመሆነ እንኳን ዩቱብ ኣይሰርሒ ቪድዮ ልበሃል ኣይሰርሒ እየ ኢለ ገድፎ ኢለ ነይረ እየ በእውነት ናማነየ እዚኦምኳ ኦርጅናል ቱታ እዮም ናይ ኢትዮጵያ ቱታ እዮም እቶም ካልእት ግን ይብለኩም ኣለኹ እዝጌኹም ትብሉ ናስዑድስ ታይ ፅቡቅ ተይልኩም ናለይቲ ክዳን ጥራሕ። ናይ ለይቲ ክዳን እምበይ ካሊእ ልጠቅም ክዳን ኣሎ ኢለ ኣይኣምኒ ደቂ ዓበይትዋይ መዓረይ እና ካርጎ ኣነ ክንደይ ጊዘለ ተዛሪበ እየ ካርጎ ኣይትልኣኻ ሎሞቅነ ካርጎ ኣይትልኣኻ ካብይ ሩኡይ እኒኦ ካልኣይ ካዓ ክዳን ዋላ ኣቅሓ ይኹን ዋላ ክዳን ይኹን ኣይትልኣኻ ደቂ ዓበይቲ መዓረይ ብጣዕሚ እዩ ክባር እኒኤና ኣብ ላዕሊ ለኒኦው ኮምቦርታታት ማለት እዩ ደቂ ዓበይትዋይ መዓረይ

ሀዚስ እንዳም ይክደን ኣየ ነው ዛዓዲ ሪኤ ነይረ ግን ኣነ እዙይ ክክደን ተለኩ ብሱር በሪሬ ከለኩ ማልትዩ ደቂ ዓበይቲ እና ክዳውንቲ ለይጠቅመክን ክዳን ሒዝክን ኣይትምፃ ግን ኣነስ ካፍቱ ክዳኑ ታይ ጠቂምኒ መሲልክን ኣቁሑ ሸጉሺጎ ለምፃኩሉ ማለት እዩ ኣቁሑ ሸጉሽግ ጎለምታ ኩሉ ካብኡ ደሞ ቪድዮታተይ ልሰራሕክዎ ኣብኡ ረእያ ላይክ ትሕተትታኒ ዘን ኣሕዋተይ ማዓረይ ፅሩያት ዓለም ቪድዮ ሰሪሐልክን እየ ብምንታይ ካርጎ ኢኪ ልኢክክዮ ልበልክን ኣነ ደሞ ካርጎ ክትልእካ እኳ እንድሕር ኮይንክን ግዜ ምስ ተስተካከለ ኣለም ኣቀፍ እየ ልኢኮዮ ኣነ ማለት እዩ ኣለም ኣቀፍ ካርጎ። ኣፍታ ናመጀመርያ ድያ ኣፍታ መበል ካልኣይቲ ቪድዮይ ልሰራሕዎ መጀመርያ ብእቱ ኣብኡ ኣለክን እዩ ብደንቢ ጺሒፎዮ ኣድራሽኦም ምናምን ማለት እዩ ብጣዕሚ እዮም እሙናት ሽዱሽተ ቅርሺ ሓሙሽተ ቅርሺ ነይሩ እዩ ኪሎ ሽዑ ትርእዮ እዙይ ጉርዲ ጉርዲ እዛ ዓባይ ሰበይቲ ኣነ እዙይስ እዙይ ጉርዲ ክደን ድዩ ይገርም እዩ ዝሮ ዝሮ ግን ኣብ ኮሜት ጸሓፋለይ ርእይቶኽን። ናሺኤን ዋላ ይኹን ሲ ኣነ ሕዚ መዓት ናሺኤን ኣምጺኤ እየ ኽዳውንቲ ኣበይ ኸኒኦ ኸርእየክን እየ ዋላ ናሺኤን ሲ ኣይጠቅም እዪ ምኽንያቱስ ብጣዕሚ እዮም ዓበይቲ ልሞጹ ብጣዕሚ ረዮ ኻብ ሺኤን ልጠለውን ኣዮ ዝይሉ ዋዕሉ ማለት እዩ ረዮ ሓንቲ መዓልቲ ኢትዮጵያ ኻብ ልኣቲ ኣብ ገዛ ኳስ ተኻዲነዮ ይፈልጥ ብጣዕሚ እዮም ባይ ደስ ልብሉ ብትኽክል ረዮ ብዙጅባ ኣኒኦ ብዙጅባ ኣኒኦ ግን ሓንቲ ማዓልቲ ተሳሓሒተ ተካዲነዮ ይፈልጥዩ ግን ብትክክል እዚ ግዜ ግን ክንደይ ምተነገደ ይብለኪ ኣለኩ እንደይ ምክንያቱስ እቲ ቦንዳይ እቲ ናይ ስዑዲ ክዳንይስ ናይ ተማሳሳሊ ከለር ኣለዎ ማለትዩ ክትሪኦዮ ተለክንሲ ክስዑዲ ግዲ እዮም ኣምፂኦምዎ ኢክን ትብላ እና ደቂ ዓበይቲ ማዓረይ ለይ ይጠቅም ኽዳን ኣይጠቅም እዪ ረኦ ካብ ሽኤን ካብ ሽ እዚ ሀዚ ካብ ሽኤን ጠሊበዮ ነይረ ማለት እዩ ረኦ እዚ እዚ ይሐሽ ለለ ስረ ሎሚ ጥቅ ልበለ ስረ ላቃረየ እዩ ደቂ ዓበይቲ ገፋሕቲ ስረ እዩ እኒኦ ፋሽን እና ተኽኢልክን ካብ ሽኤን ልዋዕሉ ሕማቅ ክዳውንቲ ላተጠለበ እዪ ሎሚ እና ተትገድፎኦ እየ ልብለክን። ደቂ መዳም ቀመም ለኣኽን ልጠቅም ወይ ቅርሺ ክንሓዛ እም ክዳን ትገዝኣማ ቀምሽኻ ትባ ቅርሽኻ ይሐሽ ቅርሺ ሀዚ ካብ ሽየም ክጥለብ ተሎ እዚ ሀዚ ለለዎ መልክዕ መልክዕ ከይመስለክን ካብ ሽየን ክጥለብ ተሎ እዚ ሀዚ ዋው እዩ ነይሩ ዋው ብሱር ደስ ክብል ማለት እዩ ረኦ ረኦ ከምል እዚኦም እዮም ክዳውንቲ ብስሩ ኣይኸድ ምሳና ልምንታይ እንድዒ ምስቲ ሽፎን ምፎን ግዲ ዓብና ማለት እዩ ደቂ ዓበይቲ እና ክዳውንቲ ኮተት ወዲ ኮተት ኣይትግዛእ ብሩኻት ዘርኢ ንዓኺ ነይ ይጠቅም እዪ ትሪኦ ኣለኺ ነውዚስ ሻላ ደኣ ክዳውንቲ ለይብለይ ጸኒሐ ሻላ በዝሒ ክዳን ለይብለይ ጸኒሐ እምበይ ጥዑይ ክዳውንቲ ተልህልየንስ በቃ መስፈርያ የብሉ እቲ ክዳውንተይ ጥዑይ ማለት እዩ እና እግዚኣብሔር እናማነየ ጥልፋ ጥልፊ ጥራሕ እየ እኒኦዋን እምበይ ካሊእስ ጥዑይ ክዳን ልበሃልስ የብለይ። ኣውዚ ዓዲ እዚ ኢሉ ገዛክዎ ኣውዚ ዓዲ እዚ ክትገዝእ ተለካ ክዳን ደሞ በስመ ስላሴ ብጣዕሚ እየ ሃይ ብጣዕሚ ማለት እዩ ፅንሕነ ከርእየክን እየ ህንደይ ህንደይ ሃም ልገዛእክዎ ትድመም ኣይክን ማለት እዩ ኣውዚ ዓዲ ልገዛእክዎን ክዳውንቲ ከርእየክን ብጣዕሚ እዩ ክባር ብጣዕሚ ማለት እዩ ኣዚኣ እኒኤዋ ርእዮእል እዚኣ ሲ ረያ እዚኣ እና እዚኣ እዛ ስረኣሲ ልክልቲኤን እዚኤን ማለት እዩ ልክልቲኤን እዚኤንስ ክንደይ ድየ ገዚዐየን መሲልኩም ሽዱሽተ ሽሕ ብር እዚኤን ጥራሕስ ሽዱሽተ ሽሕ ብር ኣብዚኣ ለኒኣ እዚኣ ጥራሕስ ኣርባዕተ ሽሕ ቅርሺ ክትኣምኖ ይትኽእሉ እዩ ልዝያስ ኣርባዕተ ሽሕ ቅርሺ ብር ማለት እዩ ሓሲብኩሞ ዲኹም ብጣዕሚ እዩ ክባር ብጣዕሚ ማለት እዩ ብጣዕሚ ብጣዕሚ ማለት እዩ ሬዎ እዚ ካብ ስዕዲ ሽኤን ለበልኩዎ እየ ካብ ልግዛእ ብያንስ ክልተ ዓመት ኣሕሊፉ ይኾን ሬዎ ገፊሕኒ ናጋ ከጽዎ ይብል ድሕር ናጋ ከጽዎ ይብል ድሕር ናጋ ከጽዎ ይብል ኒኦ ክሻብ ሕዚ ማለት እዩ ደቂ ዓበይቲ ዋይ መዓረይ ረይዎ እዚ ኣብ ኢትዮጵያ ክንደይ ይወልን እየ እዚ እዚኣ ማለት እዩ ብራዘር እዩ ካዲንኒ ዝሮ ዝሮ ንእሽተይ ሓወይ ምስ ጫማኣ ምስ ጫማኣ ሲ ሽዱሽተ ሽሒ ገሌ ምስ ጫማኣ ማለት እዩ ለዚኣ ክልተ ሽሒ ሸሞንተይ ልቲ ጫማምለ ከምኡ ማለት እዩ እና ሓሲብኩም ጎድኽሞ ኢትዮጵያ ለሎ ግን ደሞ ምርጢ እዩ ብጣዕሚ እዩ ቆንጆ

ጽባሕ ደሞ ብሓዱሽ ቪድዮ ክመጸክን እየ ካብኡ ደሞ ሓደ ሰለስተ ልኾና ኣሕዋተይ ሕቶ ሓቲተን ኣለዋ ብዛዕባ ናይ ባዕለን ፍቅራዊ ሂወት ማለት እዩ ብሓዱሽ ቪድዮ ክመጸክን እየ ርእይተኺ ነብኡ ክጽሕፍ ኣለኒክን ብትኽክል ልደቂ ኣንስትዮ ክሕገዛ ልግበእን ደቂ ኣንስትዮ ኣሕዋትና ንሓግዝ እየ ልብል ኣነ ኩሉ ግዜ ልብሎ ለ ኩሉ ግዜ ተመኪሐ ወይ ገለ ይኾነይ ከም ዝተሞካሕኹ ገለ ከይመስለክን ቅድሚ ምምካሕኻ ልኾነ ነገር ምጅማር ኣየድሊ ግን ተጀሚርካዮ ደሞ ካብኡ ክትወጽእ ኢኻ ትፍትን እና ኣብ ፍቕራዊ ሂወት ለልኽነ ስደት ኣሕዋተይ እግዝኣብሄር ኣምላኽ ልቦናኽን ሪኡ ኣብ ጽቡቕ ደረጃ የብጽሕኽን እየ ልብለክን ሮዮ ሮዮ እዝና ስዑዲ ክዳ ሮዮ እዝና ሽእን ሽእኒ ናባሃላይ ማለት እዩ ረኦ ኣውዙይ መፅዩካ ክትክደነሉ ብስሩ ውርድየት ዶ እና ቦንዳ ላሸጥኩ ቪድዮ ሒዘልኩም ክመፅእ እየ ብስሩ ሓዳረይ ኢለ ማለት እዩ ታሪክ ክሓድገላ እየ ልትግራይ ካብ ስደት ኣምፅኤ ቦንዳ ክሸጥ ዋ ኣነይነይ ደማ ክጥዒ ወይለይ ኣነይ ኣስ ክዓፅፈዋ እ ላዕረፍኩ ጽባሕ ድሕሪ ጽባሕ ኢለ ክዓጽፎ። እና ክቡራት ቤተሰብ ኣነ ክብለኩም ልክእል ረይዎ እዚ ክዳውንቲ እዚ ረይዎ ረይዎማ ብጣዕሚ ኢለ ሰልችየካ ለለስ ልሓንቲ ክዳን ክትእልሽ ኩሉ ኢካ ተፍርሶ ወዮ ጥዑይ ክዳን ለይብልና ማለት እዩ እና ብጣዕሚ እየ ልፎትየኩም ብጣዕሚ እየ ለክብረኩም ሕቶ ተልይኩም ከዓ ምሕታት ይከኣል እዩ እታ ኮይና እየ ልሓተትና እያ ለይተቅርበልና ከይትብላ ዘን ኣሕዋተይ ልሓተትክና ንመሰንጀር ለ

ላይክ ሳብስክራይብ ኮሜንት ላገበርኩም ኣተባብዕኒ ዕውይኒ ኣነ ደዓ ኣነ ከዓ ካልኦት ኣሕዋትና ከዕቢ ማለት እዩ ረይዎ ረይዎ ቃለት ኣብ ገዛይ ለጥ ሲልካ በቃ ምስክነይቲ ማለት እዩ ረይዎ ረይዎ ረይዎ ሀዚ ጋሻ ይምፃኻ ጋሻ ተመፅኡ ውርድት ማለት እዩ እና ብጣዕሚ የልፎትየኩም ብሩኽ መዓልቲ ብሩኽ ቅንያት